ኣውዚ ኣንሕና ዘዛርበና ዘሎ ዘናግረና ዘሎ ብዛዕባ ቁስሊ ህዝብና እምበር ኣብይ ኣሕመድ ፈታዊና እዩ ኢሳያስ ኣፈወርቂ ጸላኢና እዩ ልናበልና ላፈላልና ይኹነ ነዋጋ ዘለና ኮይኑ ግን ኣንሕና ከም ተጋሩ ኣልያንስ ዝፈጠርናዮ ውዕሊ ፕሪቶርያ ዝፈጸምናዮ ምስ ፌደራል መንግስቲ እስካብ ዝኾነ እቲ ኣብ ልዕሊ ፌደራል መንግስቲ ብኢትዮጵያ ዘማሕረ ዘሎ ብልጽግና እስካብ ዝኾነ ምስ ብልጽግና እንታይ ዓይነት ኣልያንስ ክንሰርሕ ይግበአና ብልጽግና ኣብ ልዕሊ ትግራይ ዘውፅሖ ገበን ከመይ ጌርና ናብ ሕጊ ክነቕርቦ ከመይ ጌርና ፍትሕና ርትዕ ክረጋገጽ ክሰርሕ ንኣና ግደፉልና ንዓና ግደፉልና ኾይኑ ግን ኣውዚ ከሰዓት ህዝብና ፎእ ልዕሊ ሓሙሽተ ሚእቲ ሽሕ ህዝቢ ትግራይ ኣደ ትግራይ ፍቆዶ ኣዲስ ኣበባ ጎደና ተደርብዩ ልዕሊ ሰለስተ ሚልየን ኣብ ኣዲስ ኣበባ ነባሪ ህዝቢ ትግራይ ናሃለየ ኣውዚ መፂኻ ኣዊል ምስ ኣዊል ስዒድ ምስ ኢሳያስ ኣፈወርቂ ኣልያንስ ሰሪሐ ኣራት ኪሎ ክኣቲ እየ ትብል ትግራዋይ ተሊኻ ደንቆሮ መሃይም ገና ከዚ እውን ኣይተማሃርኻይ ከምሊ በዓል ሸዊት ግን ውረድ ኣንዶ ሸዊት ሓለንጋይ ሸዊት ካብ ኦፊ- ኢትዮጵያ ኦፊሻል ውፅእ ኦፊሻል ዘይፅናሕ ኣይተነገረን ትብል ጽናሕ ጽናሕ መልሰላ ወዲ ኪሮስ ኦፊሻል ሓወይ ጽናሕ ወዲ ኪሮስ ሓወይ ጽናሕ ወዲ ኪሮስ ሸዊት ኣብዙይ መፂኺ ሓው ክላብ ደገ ውፂኺ ካብ ትዛረቢ ፅናሕ ሳሚ ሳሚ ሓደ ግዜ ሓው ክላብ ደገ ውፂኺ ካብ ትዛረቢ ውረዲ ውረድና ኣብ ሽረ ኮይንኺ ኣብ ዓድዋ ኮይንኺ ሕመራ ኮይንኺ ድሕሪ ከዚ ፌደራል መንግስቲ ከጥፍኦ እየ ፌደራል መንግስቲ ኣጥፊ ኣራት ኪሎ መንግስትነት ክቋፀር እየ ክፈክሪ ኣልበለዛ ግን ኣብ ጀርመን ተቐሚጥኻ ሓውኻ ብኩናት ከይብላዕ ሓውኻ ሓደ እግሩ ሓደ ዓይኑ ከይስእን ወዲ ድኻ ወዲ ትግረ ወዲ ኣብ ትግ- ኣብ ድኻ ኣብ ትግራይ ዘሎ ድኻ ወዲ ወዲ ሓረስታይ ክብላዕ ኣብዚ ኣብ ጀርመን ተቐሚጥካ ጎስጓስ ግን ድሕሪ ኸዚ ማንም ኣይሰምዐኩም እዩ ማንም ኣየዳምፀኩም እዩ ትማሊ ትሕቲ ፈጣሪ ወሓስብ ትግራይ ዝነበርኩም ቲዲኤፍ ላጨደርኩም ነርኩም ኣብዚ ኸዚ ሰዓት ፈቆዶ ኣዲስ ኣበባ ጎደና ተደርብዩ ኣንቲቫይስ መድሓኒት መሐከም ስኢኑ ሰውነቱ ሓሲኹ እግሩ ስኢኑ ኢሉ ስኢኑ ዓይኑ ስኢኑ ፈቆዶ ጎደና ተደርብዩ ኣሎ ተጓሒፉ ኣሎ ቲዲኤፍ ትማሊ በዓል ምግበይ ዝተባሃሉ ደቂ ዛርት ረስሓት TDF ዋሕስናይ ትግራይ እላበልና ናፀዋዕናዮ ዝነበርና እቱ ዝግብኦ ካሕሳ ዘይኸፈልናዮ ብሽመይ ከይትፅውዑና እላበለ ዝፍክር ዝነበረ ሓሳኽ ዓሪፍኻ ትቕመጥ ተኾይንኻ ተቐመጥ እላበለ ወርቂ እልናጓሕጎሐ እቱ ትፈጥረሉ ወፀሉ ኢሎም ልሓስዎ ካብ ሽረ ህዝቢ ሽረ ኣብ ዓለም ዘይፍቀድ ኬሚካል ኣብ ልዕሊ ህዝቢ ሽረ ሓረስታይ ሽረ ኬሚካል እናነፀገ ጆኖሳይዳዊ ፅንተት ይፍፅም ኣሎ እዚኦም እዮም ክትድግፍ ዘለኹም እዚኦም ደግ ገፍቲ ጥራሕ ዘይኮነ ከፍርዩ ዝግብኦምሲ እዚኦም ረሳሓት ጨካናት ካብ ናይ ወዲ ሰብ ሕሊና ዝወጹ ናይ ኣረሜንነት ኣተሓሳስባ ዘለዎም ሰባት ኣነ ኤርትራዊ እየ ይድግፎም እየ ተልካ ደግፎም መሰልካ እዩ ድሕሪ ከዛ ሕና ግን መትከልና ፈሊና ኢና ምዞም ሰባት እዚኦም ናይ ሓሳብ ኣፈላላይ ኮነ ዘለና ናይ መትከል ኣፈላላይ ኢና ፈሊና ኣብዚ ከዚ ሰዓት ናይ ሓሳብ ኣፈላላይ ቀርዩ እቲ ትማሊ ዋሓስ ትግራይ ዝበልናዮ ኣሕዋትና ካብ ቀበሌ እስካብ ወረዳ ማህተም እናመንጠሉ ኣሕዋትና ክቀትልዎም ክቅንጽልዎም ከለዉ እዚኦም ብረታዊ ቃልሲ እዩ ዘድልዮም ድሕሪ ከዚ ሓሳብ የለና ኢሉ ናብ ሓራ መሬት ወጽለይ መንእሰይ ትግራይ እቶ መሬት ተግረለ ትግራይ ዝትብልዎ ኣለኹም ሰራዊት ድሕሪ ከዚ ናይዚኦም ዳይፐር ከም ዘይኸውን ኣፍሊጡ እዩ ኣብዚ ከ ሰዓት ከ ኢሳያስ ኣፈወርቂ ብግልፂ እኮ ነጊርዎም እዩ ዋላ ግልፂ ንዓኹም ኢሎም እምበር እንድሕር ስኹም ትኽክል እያ ክልተ ሚእቲ ሰብዓይ ሽሕ ቲዲኤፍ ሃሊኩም ሲ እስቲ እቲ ናይ መዋቕር ናይ ግዜያዊ ምሕዳር መንግስቲ ትግራይ መዋቕር ኣፍሪስኹም እቲ ሰራዊት ርኢና ኢልኮ ብዙሕ ነገር ገይሮም እዚ ክገብሩ ደሞ ብዙሕ ነገራት ላዕሊ ታሕቲ ይህሉ እዩ ይሳኻዕ ዘይሳኻዕ ግን ሓቢርና ንሪኦ ስለዚ ኣብዚ ብደንቢ ጌርኩም ክትርድዎ ዝግበእኩም ብደንቢ ጌርኩም ኣስተውዒልኩም ትኸድዎ ዝግበእኩም ሓንቶ ሮቤል ተናገር ኣላ ኮብራ ዝተናገር ኣላ እዚኣ ደለይቲ ፍትሒ ሕዋትና ኤርትራውያን ኣስተውዕሉሎም ብደንቢ ጌርኩም ፍለጥዎም እዚኦም ጸለእትና እዮም እዚኦም ሓረትና እዮም እዚኦም በለዕትና እዮም ልዕልት ሻዕብያ ጸላኣየ ኣብ ዝኸሰኣተ መሬት ትግራይ ዘሎ ንዓየ ሕወሓት ዝተባህለ ስርዓት ሰብሓቲዝም እዩ እዚ ተመንዚ ዘየጥፋኹ ሻዕብያ ክጥፍ ኢለ ዝተሓስባ ይብለይ እቲ ሻዕብያ ዝተባህለ ከንሰር ኣብ መሬት ኤርትራ ዘሎ ምስ ኣሕዋተይ ኤርትራውያን እንታይ ዓይነት ኣልያንስ ሰሪሐ እስራ ዓዚላ ኣንዲና ንመጨረሻ ከጥፍኦ ከም ዘለና ደሞ ንዓና ግደፉና እቶም ኣብዚ መፂኦም ሂጢጥ ዝብሉ ዘለዉ ከም ልበዓል ፈንወኒ ጆንፃፀ ከም ልበዓል ሸዊት ኣድጊ በረኻ ግን ብደንቢ ገይሮም ፍለጥዎም ኣሕዋቶም ንደገ እናውፅኡ ወዲ ድኻ ንከብልዑ ዝኸድዎ ዘለው ኣካይዳ ማንም ትግራዋይ ኣይቕበሎን እዩ ኣውዚ መፂኻ ሓፍ በጥቕ ትለኻ ትግራዋይ ደሞ ናዓ ውረድ ውረድ ኸዚ መንገዲ ክፍቲ እዩ ካብ ኣውሮፓ ካብ ኣሜሪካ ካብ ኤስያ ካብ ዓረብ ሃገር ዘለኻ ትግራዋይ ኣውዚ መፂኻ ምግበይ ዶ ኣወል ሳዒድ ዶ ኢሳያስ ዶ ደብረፅዮን ዶ ካብ ትብል ናዓ ውረድ መሬት ወሪድኻ ውረድና ወሪድኻ መን ዳኒ ንዓየ ዝኽልኽለኒ ጎብለል ኣፍሪካ ሰራዊት ኣለኒ ኢልኻ ኣቲኻ ኣራት ኪሎ ተቋዋፅር ድሕር ኸዚ ንዓኻ ግን ከም ትወረልኻ ኣካይዳ ግን እንኳን ኣራት ኪሎ መቐለ ከም ትናፍቐካ ግን ኣረጋጊፀ ይነግረካ ኣለኹ ኣነ ሓለንጋይ እዚ ክነግረኩም ዝደሊ ኣብዚ ከራግፅለኹም ዝደሊ እዞም ረሳሓት በካዓት መልሓስ ጥራሕ እዮም ሒዞም ዘለዉ መልሓስና ኣብዛ ሲትጉ እዚኣ ጥራሕ ፈኸርያ እዮም ሒዞም ዘለዉ ኣብ መሬት ትግራይ ግን እንታይ ዓይነት ኣካይዳ እንታይ ከለ ግን ንዓኹም ጠፊኡኩም ይኾነ ኣብ ኣዲስ ኣበባ ኣለኹም ኮ በርጌላ ሕማር ኣሕዋትና

ወዳ እያ ሓለንጋይ
ኦኬ ቴንክ ዩ ስለዚ ዝሮ ዝሮ ተዋና ነገር ኣብዚ ክንሕዞ ዝግበአና እዞም ሰባት እዚኦም ከዚ እውን ንስልጣኖም ክብሉ ሃፍቶም ክብሉ ዘይፍሕርዎ ጉድጓድ ከምዘይብሉ ብደንብ ገይሮም ብግልፂ ገይሮም መሪኦምና ኣለዉ ኣንሕና ደሞ ረብሓና ኢና ክንርኢ ኣለና ህዝብና ኢና ከነድሕን ይግበአና ከመይ ገይርና ህዝብና ከነድሕን ይግበአና እዚኦም ከመይ ገይሮም ህዝብና ከም ዘጥፍዎ ባይዘወይ ሓደ ሓደ ሰባት ሻዕብያ ከም ሓዙልና ገለ ይብሉ ነይሮም ገለ ምናምን ሓቢሮም ሻዕብያ ከም ዝሰርሑ እውን ኣነ መራግፂ ክነግረኩም ይደሊ እየ ኣነ ኣብ መሬት ትግራይ

ወዲ ኪሮስ ፈልግሃለሁ ኣነ ኣድሚን የውርዱና ይደይቡና ኣለዉ ወሕድጎ ኦኬ ሕጂ እሞ ደይበካ እኮ ወዲኻ እኮ ቴንክ ዩ ቴንክ ዩ ምስ ሃረግ ወራ ወዲ ሓለንጋ እንዲያ እሞ
ያ እ፣ ስለዚ ናይ መጨረሻ ሓንቲ ክናገራ ዝደሊ እ፣ ኣብቱ ሕውነት ናይ ሻዕብያና ናይ ህወሓት ዝበሃል ነገር ህወሓት ክልተ ዓይነት ህወሓት የለቶ ካብ ትግራዋይ ተዋፅኦ ህወሓት ኣለዉ ብኢትዮጵያውያን ዘይደራደሩ እ፣ እስቲል እታ ኢትዮጵያ ዓዲ ተገዚእናያ ከም ደሰና ተጊርናያ ከዚ እውን ህወሓት ኢና ኢላ ዝቕፅሉ ስብሓቲዝም ደሞ እንታይ ዓይነት ኣመላኽታ ከም ዘለዎም ኣብዚኣ ብደንቢ ጌርና ኣንጺና ኣነጺርና ክንኸዝግብ ስለልግበና እዩ። ኣቦታትና እሊ በዓል ስዩም መስፍን፣ ኣቦታትና እሊ በዓል ኣባይ ጸሃየ፣ ኣቦታትና እሊ በዓል ኣሽመላሽ ወልደስላሴ ዝተረሸንዎ ኣካይዳ ኢና ክንገረኩም ደሎ እዚ እዚኦም ኾነ ኢሎም ብመን ተረሽኖም ኾነ ኢሎም ብመን ተወቂዖም ኾነ ኢሎም ኣብዚ ደረጃ እዚ ልምንታይ ከምዚ ጌሮምዎም እሊ ስብሓቲዝም እንታይ ዓይነት ሚስጥር ነይርዎም ብደንቢ ጌርኩም ትፈልጥዎ ይግበኩም እዚ ኦኬ ኔትወርከይ ተቋሪጹ ኣሎ መስለኒ ወዶ ፊላ ዓርኪ ሳሚ ኣንዳ ኣለኻ ኣለኻ ቀጽል ኣለኻ ኣለኻ ኣለኻ ተዛረብ ተዛረብ ሓለንጋ ያ ስለዚ ኣብታ ጦርነት ሰዓት ኣብታ ዋና ሰዓት ከዚ ተጋሩ ሓደ ሓደ ተጋሩ ኣሕዋትና ልበዓል ስዩ መስፍንሲ ብልፅግና የረሽንዎም ወይ ደሞ ሸዓ ሻዕብያ ረሽንዎ ኖ ሻዕብያ ኮነ ረሽንዎ ኮነ ተባሂሉ ልስብሓት እዚ እዮም ረሽነሞ ልስብሓት እዚ እዮም ረሽነሞ ኣብ መሬት ትግራይ ክበሃል እዩ ክስማዕ እዩ ዘይበሃል ነገር ክፍጠር ከሎ ኣብ መሬት ትግራይ ዝበፅሐና ኣደ ትግራይ ደም ናነብዐት ከላ ስብሓት ነጋ ኣሜሪካ ክወፅእ ከሎ ብፃይ ኢሳያስ ኣፈወርቂ ዝፅውዐካ ከሎ እዚ ንዓኻ ሓደ ማስረጃ ክኾነካ ይደሊ ካልኣይ ነገር ደሞ ልበዓል ስዩም መስፍን ታይ ዓይነት መርገፂ ነይርዎም ታይ ዓይነት መትከል ነይርዎም እለ ኣሽመላሽ ወልደስላሴ ኣሽመላሽ ኣባ ነፍሶ ዓይነ ስውር እዩ እንግዲህ ዓይነ ስውር ሻዕብያ ተዋጊእዎ ድዩ ብልፅግና ተዋጊእዎ ረሽንዎ ንስብሓት ነጋ ብክልተ ካልሲ ገይሩ ኣዲስ ኣበባ ሲድዎ ኣብዚ ብደንብ ገይርኩም ክትሓስብዎ ዝግበኩም እዩ እዚ ንዓኹም እዩ ሕተይ ኣብዚ ዘለካ ሕልና ዘለካ ርእሲ ዘለካ ኣሽመላሽ ወልደስላሴ ዓይነ ስውር ኮይኑ ሻዕብያ ዝርሽነሉ ወይ ድማ ብልፅግና ዝርሽኖ ስብሓት ነጋ ግን ኣይናሃለዮ ወይ ደሞ ናታ በካዕ ውድብ መስራት ተባሂሉ ዝፅዋዕ ስብሓት ነጋ ምስ ክልተ ካል ስለ ኣዲስ ኣበባ ዝወሰደሉ ምክንያት እዚ ንዓኹም ሕቶ እዩ ስለዚ እንታይ ክብለኩም ይደልየ እለ ስዩ መስፍን እለ ባይ ፀሃየ እለ ሽመላሽ ወለስላሴ ረሸነ ስብሓት ነጋ ልህዝቢ ኤርትራ ለዚ ትግራይ ክሓዝን ኢልካ ትሓስብ ኤርትራዊ ኹን ትግራዋይ ተሊኻ እዚ ርእስና ኢኻ ያክል ደሊ የቐኔለይ ፊል ሓወይ ቴንክ ዩ

በጃኻ እትወኒ ክብል ዝውዕል ግን ድሓን ጸገም የለን ብዛዕባኡ ግደፍ ብዛዕባኡ ግደፍ ኣብቲ ጉዳይ ሓረፊ ድሓር ከይነ ኣቆጢዕኒ እኳ ኮይኑ እስከ ኦኬ እንታይ እያ ክብል ደልየ ንኩላኹም ኣብዚ ገዛ ዘለኹም ሰላም ክብል ይደሊ ሰላም ህዝቢ ትግራይ ደጊምና ምርኻብና ብጣዕሚ እየ ዝሕጎስ እዚ ርክብና ዝሓረቑ ሰባት ክህልዉ ይኽእሉ እዮም። ጉዳይ ኦሮሞ እንታይ ክንገብሮ ኢልኩምና ኢኹም? ንሕና ወሃብቲ ኣጀንዳ እምበር ተቐበልቲ ኣጀንዳ ኣይኮናን። ክቡር ሓው ሓውና ኣካል ሻዕብያ ዝኾነ ኣወል ስዒድ እንታይ ኢሉ ኣሎ በቃ ንሕና ኣብቲ ሃገር ኣብ ትግራይ ድሕሪ ሕጂ ሰላም ኣብዚ ክልተ ህዝቢ ሲ ዝንፀግ ዕምባባ እምበር ደጊምካ ምፅኻ እንዶ እቶም ባንዴራ እታ ዝጓሓፍኩም ባንዴራ ምፅኻ ቀጽለ ኦኬ ቀጽል ተንኪ ተንኪ ፊላክ እጂ ዝንፀግ ዕምባባ እምበር ዝፈስስ ደም የለን ምስ በለ ፅብቕቲ እዚኣ በቃ እዚኣ ክስራሓላ ኣለዋ ኢልና ንሰርሓላ ኣለና ንሕና ግን ኣብዚ ገሊኦም እንታይ ይብሉ ኣለዉ ትግራይ ትዕወት ኢሎም ገለመለ ገለ ሻዕብያ ይብሉ ኣለዉ ኖኖ

ሓንቲ ግዜ ሲ ወዲ ኪሮስ ሓሳብ እንታይ እዩ? እም፣ ሓሳብ ክትወስድ ኣለካ ሰብ እንታይ ይዛረብ ኣሎ እንታይ ሂበካ ኣሎ ክትፈልጥ ኣለካ እኮ ክትወስድ ኣለካ ኣይተዛርቦ ገለ ኣይኮነን ሓሳብ ናይ ሰብካ ክትሰማዕ ኣለካ ይመሓላለፉና እዮም ዘለዉ ህግደፍሲ ንሰምዖም ከዓ ሓሳቦም ኢለኪ ቻይና ኣወዳእዮ ፊሊ የቐኒየለይ የቐኒየለይ ብዓብዪ ሰብ ጀሚር ኣያ ሙለ ክኸፍታ እንዴ ክበካ እያ ይወዳ እያ ሳሚ ኣስልኩም ክትቃለስ ክነግረካ እንተ እንተ ሓሳብ የዛረበካ ድዩ ገዱ ኣታ ሓሳብ ንስኻ ጽናሕ ጉጁ እዚ እዚ ኣብ ገዱ ዝዛረብ ደላ ኣታ ዘርበና ንጎጆ ገዙ እየ ዛርቦ ድዩ ንጎጆ ገዙ እየ ዛርቦ ድዩ ንባባ ሞደ ገዙ እየ ዛርቦ
እዚ ደንቆሮ ሳሚ ደንቆሮ ሳሚ ዓሻ እዩ ኣብ ልብያ ክንደይ ግዳያት ገሩ ኣብ ልብያ ክንደይ ግዳያት ገሩ ደንቆሮ ፈዛዝ ኣድጊ ደቁ ካናዳ ስጊሩ ሙሉ መዓልቲ ክበክ ዝውዕል ተደኻኒ ሙሉ መዓልቲ እቲ ናይ ትግራይ ባንዴራ ገሩ ይበኪ ውዕል ነሩ ደቂ መዳ ተጋሩ ከዓ እንቺ ደንቆሮ ነ- ናይ ልብኻ ትሕግዘና ዘለኻ መሲልካ ኢና ፀባ ወዲ ፀባ ንሕግዘካ ነርና እምበር ሰሪሕኻ ብላዕ ምስ በልኦ እታ ባንዴራ ነገለን ይጉሕፍዎ ሕጂ እዚ ቀልቢ ይብሉ ገለ ይብሉ ንስኻ ብቶም ልብያውያን ዝኩሉ ሰመይቲ ዘሎ ክትሕተትኻ ሙሉ መዓልቲ ንሰበይትኻ ክትሃርማ ትውዕል ደንቆሮ ላህዛዝ ኣድጊ ፈዛዝ ናይ መወዳእታ ዓሻስ ኣብዚ መጺኻ ክትዛረብ ኮይኑካ ክትሕሱ እቲ ነብስኻ ጅም ወዲ ጅም ዘይትሰርሐሉ ካብ እዚ መጺኻስ በቃ ደንቆሮ ፈሊጦም ኻም ትሰብ ጽባሕ ንግሆ ተሓታቲ ኢኻ ተሓታቲ ኢኻ እተን ሓሙሽተ ደን ሽዱሽተ ደቅኻ ወሊድካየን ዘለኻ በቃ መርኣያ ከምዚ ናይ ሄትረር ክንገብረን ኢና ከማን ፈዛዝ ኣድጊ ኣድጎን ኣድጊ ሕጂ ለባማ ስለ ዘለዉ ኔበሎ እዚ ደንቆሮ እዚ ወላ ሓንቲ እዚ በቃ እቲ ውፅኢቱ ናይ ሳ- ናይ እዚ ደንቆሮ ሳሚ ግደፎ እዚ ኣኽሉ እቲ መኒ ውፅኢቱ ግደፎ እዚ እዚ እቲ ውፅኢቱ ሳሚ ሕጂ ኣነ ክመዝኖ እንደ ሕጂ በዓል ወዲ በቃ ኪሮስ በቃ ንሱ ኣሉ ሳክት ንሱ ዶ ኣይኮነ ሳክት ደድሕሪ ወዲ ኪሮስ ደድሕሪ ሓንቲ ግዜ እሞ ኣስላ- ደድሕሪ ጀጃ ሳኪዶ ኣስላም ረሳሓት ዝብሎም ነበረ ሕጂ ብዚ መፂእካ እናወፅ እዩ ትድግፎ ኣሎ ንስለ ሓንቲ ኮነ ግዜ ነስላም ሓንቲ ከይዱ እ፣ ኣንቲ ዓኳር ኣንቲ ስላመይቲ ኣንቲ ረሳሕ ኣንቲ ጨናዊት ኢሉ ነስላመይቲ ኣብ ኣብ ማእኸል ተላኣቢ ዝፀርፈን ዝነበረ ህጂ ብዚ መፂኻስ ደድሕሪ ኣወል ስዒድ ህጂ ንስኻ ዓሻ ኢኻ ወላ ንስኻስ ማኪና ረጊፃትኒ ኢልካና ትራግ ረጊፃትኒ ኢልካና ኣኪ እ፣ ተወሊደ ከለኹ መይተይሲ ተስየ ኢልካና ካብዚ ዝዓቢ ዕሽነት የለን እዚ ትናትካ ደድሕርኻ ከይዱ ዝስዕብ ኢና ንገርመና እምበር ንስኻ ደኣ ምንታይ ዝበልካና ማኪና መፂኣ ዓማጢቓትንስ ተስየ መይተይ ከለኹስ ተወሊደ ኢልካና ካብዚ ዝዓቢ ዕሽነት ኮ የለን ካብዚ ዝዓቢ ቀልቢ ስጋ ብሕንትሽትሽካ ትርህጽ እኳ ኢኻ ትዛረብ ንስኻ ቀልቢ ዘይብልካ ድንቁርና ህዝባ እዳ ከተብልኻ ኣባኻ ዘሎ ድንቁርና ኣባኻ ዘሎ ዕሽነት ኣባኻ ዘሎ ድንቁርናስ ፈተምኻ መሲልካ ዋላ እቶም ኤርትራውያንሲ ኣይዞኻ ሳሚ ተበሉኻስ ናይ ብሓቂ መሲልካ ኣይትሓፍር ንኻኸ ናብዚ መጺኻስ ሓሳብ ክትዛረብ ንስኻ ከመይ ገሩ ሰብ ይእከበለይ እሞ ደሓር ከመይ ገረ ከኣ ይሕሱ ከመይ ገረ ከኣንሲ ኣብታ ዩቱብ ከይደይስ ገንዘብ ይእክብ ከመይ ገረ ይበልዕ ዘፍጣጥ ዘፍጣጦን ዘፍጣጥ ክንዲ ገለ ትኾን ሓምሳ ኪሎ በቃ ናይ ኤትራ ሙሉእ ነብሲ ከለካ ሰሪሕካ ንኸይትበልዕ ገዛ ገዛ ከድካ ክትልምን በቃ ገዛ ገዛ ከድካሲ ሳብ መርዓዶም ፈዛዝ ሓሳኽ ረሳሕ ንሰበይትኻ ኪድ ህረማ ንስኻ ደኮንካ ንወርቂ ዘይተሰርቀካሲ ወርቂ ተሰሪቅኒ ኢልካ በቃ ኣንታይ ቁሩብሲ ትሪኦ ዶ ተመሊስካ ትቁራጽካ ትቑራጽካ እዚ ተመሊስካ ትሪኦ ዶ ተኣኽላ ሕጂ ዓበይቲ ሰባት ስለ ዘሎ ተኣኽላ ደንቆሮ ደንቆሮ ወን ደንቆሮ እንታይ ደቂ ሓሳብ ኣለካ ኣድጊ ኣድጊ ወን ኣድጊ ጠራጢ በሎ